ሻሎም ሻሎም ብሩኻት ኣሕዋተይ ከመይ ውዒልኩምለይ እግዚኣብሔር ይባርኽኩም የሱስ ጎይታ እዩ ለማዓንቲ ሓንቲ ቃል ክዛረብ ደልየ ኣለኹ እታ ቃል ድማ ኣብ ወንጌል ዮሃንስ ሻዱሻይ ምዕራፍ ጥቕሲ ስሳን ሸሞንተን ዘላ እያ ጎይታ የሱስ ክርስቶስ ሓደ ግዜ ንሃዋርያት ብዛዕባ ስጋን ደምን ክዛረብ ከሎ ኩሉ ሰብ ዓቕሉ ምስ ጸበቦ ንሃዋርያት ንስኻትኩምከ ክትከዱ ትደልዩ ኣለኹም ዲኹም? ከምቶም ዝጠልሙኒ ዘለዉ ክትጠልሙኒ ንድሕሪት ክትምለሱ ዶ ትደልዩ ኣለኹም? ምስ በሎም ስምዖን ጴጥሮስ ከምዚ ኢሉ ንስኻ ናይ ዘለኣለም ህይወት ቃል ኣሎካ ካባኻ እሞ ናብ መን ኢና ክንከይድ ኢሉ እግዚኣብሔር ይመስገን ኣብዚ እንታይ እዩ ሃዋርያት ኣሸጋሪ ኩነታት ኣጋጢሞም ልዕሊ ምርዳኦም ዝኾነ ኩነታት ኣጋጢሞም ክርዳኦም ዘይክእል ኩነታት ኣጋጢሞም ምኽንያቱ ጎይታ የሱስ ክርስቶስ ሓድሽ ነገር ኣምጺኡ። ሓድሽ ዶክትሪን ኣምጺኡ። ሓድሽ ምርዳእ ኣምጺኡ። እሱ ድማ እንታይ እዩ? ስጋይን ደመይን ዘይበልዐስ ናይ ዘለኣለም ህይወት ኣይክወርስን እዩ ኢሉ። ሕጂ ንየሱስ ክርስቶስ ከም ዘለዎ ከም ሰብ እዮም ዝርእይዎ ዘለዉ፣ ምክንያቱ ስጋ ለቢሱ ኣቂድመኦም ይመላለስን ይዛረብን እዩ ዘሎ። ዋእ እዚ ሰብ እዚሲ ብሓቂ ስጋ ሰብ ክንበልዕ ድዩ ዝደልየና ዘሎ ደም ሰብ ክንሰቲ ድዩ ዝደልየና ዘሎ ዝብል ሕቶ ኣሸጋሪ ሕቶ መፅዎም ሕጂ ሃዋርያት ደቀ መዛሙርቲ ጥራይ ኣይኮኑን ተሓቲቶም እዚ ጉዳይ እዚ ብምሉኦም እቶም ዝስዕብዎ ዝነበሩ ኣቂድሚ ኩሉ ሰብ እዩ ተዛሪቦ ብዙሕ ሰብ ድማ ንድሕሪት ተመሊሱ። ብዙሕ ሰብ ድማ እዚ ኣሸጋሪ ሰብ እዩ፣ እዚ ኣሸጋሪ ነቢ እዩ፣ እዚ ኣሸጋሪ ናይ ኣምላኽ ሰብ እዩ፣ ስለዚ ናብዚ ዘቕርብ የብልናን ኢሉ ብዙሕ ሰብ ሃዲሙ። ኣብ መወዳእታ ነቶም ዓሰርተ ክልተ ድማ የሱስ ምርጫ ሂብዎም፣ ንስኻትኩም ከ ክትከዱ ትደልዩ ዲኹም ኢልዎም። ጴጥሮስ ሽዑ እታ ቅንዕቲ መልሲ መሊሱ። ብሓቂ ኩነታት ኣሸጋሪ እዩ ትብሎ ዘለኻ ክርድኣና ኣይክእልን እዩ ኮይኑ ግን ንስኻ ሓንቲ ነገር ፈሊጥና ኣለና ናይ ዘልኣለም ሂወት ቃል ኣባኻ ኣሎ ካባኻ እሞ ናበይ ክንከይድ እና እዚ ናይ ዘልኣለም ሂወት ቃልሲ ኣበይ እሞ ኣብ ካልእ ክንረኽቦ ኢና ስለዚ ንሕና ክንስዕበካ ከለና ክርስቶስ ወዲ ህያው ኣምላኽ ምዃንካ ፈሊጥና ኢና ስዒብናካ ኢሉ ስለዚ ሓደ ነገር ኣሎ ናባኻ ዘቕረበና ኩነታት ኣይኮነን ነገራት ኣይኮነን ንስኻ ናይ ዘለኣለም ህይወት ቃል ከም ዘለካ ወዲ ኣምላኽ ምዃንካ እቲ ክመጽእ ዝነበሮ መሲሕ ምዃንካ ፈሊጠ እየ ስዒበካ እዩ ዝብል ዘሎ ጴጥሮስ ስለዚ ዘየራዳድእ ነገር ዋላ እንተመጸ ኩነታት ዋላ እንተመጸ ዘሸግር ነገር ዋላ እንተመጸ ክስዕበካ እየ እዩ ዝብል ዘሎ ጴጥሮስ ካብዚ እንታይ ንምሃር መሲልኩም ብርኳት ኣሕዋተይ እግዚኣብሔር ንነብሲ ወከፍና ዝሓታ ሕቶ ኣላ ብብዙሕ ኩነታት ክንሓልፍ ከለና ማለት እዩ ኣብዚ ምድሪ እዚ ጎይታ የሱስ ባዕሉ ተዛሪቡ ኣብ ምድሪ ከለኹም ኣብ ዓለም ከለኹም መከራ ኣለኩም ስለዚ ኣነ ንዓለም ስዒረያ እሞ ኣጆኹም ኢሉ ስለዚ ዓለም ተሳዒራያ ብርግፅ ኮይኑ ግን ኣብዚ ምድሪ እዚ እናነበርካ ሽግር ከጋጥም ይኽእል ዝተፈላለየ ኩነታት ክጋጥም ይኽእል እዩ እቲ ኩነታት ምስ በርትዕካ ትወስዶ ውሳኔ ግና ምናልባት ከም ሰብ ክትጭነቕ ትኽእል ክትሽገር ትኽእል ትኸውን ንጎይታ የሱስ ክርስቶስ ስጋዕ ምግዳፍ ግና ክኸውን የብሉ ስለዚ ጴጥሮስ ከምኡ ኢሉ ምንም ኩነታት ዘይርዳእና እንተኾነ እዚ ክርስትና እዚ ዘይርዳኣና እንተኾነ ኣምላኽ ኣሎ እንዳተባሃልና ከለና ኣምላኽ ምሳና ኣሎ እንዳተባሃለ ከሎ ብብዙሕ ሽግር ዋላ እንተሓለፍና ግን እታ ዝዓበየት ነገር ግን ሒዝካ ኣለኻ ስኻ ኢልዎ ናይ ዘለኣለም ህይወት ቃል ኣሎካ ካባኻ እሞ ናበይ ክንከይድ ኢና ኢሉ ስለዚ ሕዋተይ ነፍሲ ወከፍ ሰብ በዛ ሕቶ እዚኣ ይሓልፍ እዩ ንእግዚኣብሔር ንዕኡ ጥራይ ትመርጸላ ሕቶ ካልእ ኩነታት ጠሊሙካ ክነሱ ንእግዚኣብሔር ጥራይ ትመርጸላ ኣጋጣሚ ኣብ ህይወት ነፍሲ ወከፍ ትመጽያ እሞ ጎይታ ግን እዚ ነገር እዚ ነጊሩና ኣሎ ኣነ ናይ ዘልኣለም ህይወት ቃል ስለ ዘሎኒ ዝገደፍካ ገዲፍካ እቲ ቀዳማይ ምርጫ ዝኾነ የሱስ ንሱ ሓዚ ዝብል ዘሎ ጽድቅን መንግስቲ ኣምላኽን ድለዩ ብድሕሪ ድማ ካልእ ክስዕበኩም ኢሉ ስለዚ ንጎይታ ብንጹር ምርጫኻ መሰፍለጥካ ኩሉ ኩነታት ጠሊሙካ ከም ዘሎ፣ ኩሉ ኩነታት ኣሸጊሩካ ከም ዘሎ፣ ከም ዘለዎ ኮይኑ ግናኸ ንየሱስ ዝመስል የለን፣ ንየሱስ ዝመሳሰል የለን ኢልካ ንየሱስ ክትመርጽ ከለኻ፣ ኣብዚኣ እዩ ጎይታ ሕጂ እታ ምርጫኻ እንታይ ዝገብራ ማለት እዩ ኣፕሩቭ ዝገብራ ከም ትኽክለኛ ወደ መዝሙር ድማ ትሕሰብ። ወደ መዝሙር ማለት ኩነታት ስዒሩ ንዘሸግረው ነገር ስዒሩ ንጎይታ የሱስ ክርስቶስ ክመርጽ ከሎ እዩ። ብኹሉ ተዋጢሩ ከሎ ንጎይታ የሱስ ክመርጽ ከሎ ብሕማም ብሽግር ብዝተፈላለየ ነገር ተታሒዙ ከሎ ንጎይታ ክመርጽ ዝኽእል እዩ ተዘይለ ኩነታት መጸ ጎይታ ንስኻ ባዕልኻ ትፈልጥ ከምዚ ጌርካኒ ከምቲ ጌርካኒ እናበልካ ኣብ ጎይታ ትዕምፅ እንድሕር ኮንካ ንስኻ ብሓቂ ደቂ መዝሙርነት ወይ ድማ ናይ ዘለኣለም ሂወት ኣይተረዳእካን ፍልይ ዝበለ ነገር ናይ በዓል እዮብ እዚ ነይሩ ብዝሓለፍዎ መንገዲ እግዚኣብሔር ሃበ እግዚኣብሔር ወሰደ ይብሉ ነይሮም ብዙሓት ናይ ኣምላኽ ሰባት ድማ ከምኡ ኢሎም ሓሊፎም ሰይጣን ድማ ኮነ ኢሉ ነቲ ቐፅርታት ከምቲ ንእዮብ ዝወሰደሉ ሃብትኻ ንብረትካ ጥዕናኻ ኩሉ ነገርካ በቃ ዋላ ሓንቲ ዜሮ ከም ዝተረፍካ ኣምሲሉ ክዛረበካ ይኽእል ይኸውን ግና ምርጫኻ ጎይታ ጥራይ እንድሕር ኮይኑ እቲ ናይ ዘለኣለም ህይወት ዝሃበካ የሱስ ክርስቶስ እንድሕር ደኣ ኮይኑ እቲ ካልእ ክስዕብ እዩ ከምቲ ንእዮብ ገይሩ ዝኸሓሶ እግዚኣብሔር ይመስገን ብዙሕ ኩነታት ምስ ሓለፈ ኣብ መወዳእታ ግና ንእዮብ እግዚኣብሔር ብዕጽፊ ባሪኽዎ እቲ ኩሉ ዝጠፍአ ጠፊኡ ግናኸ ነቲ ዝጠፍኦ ብዕጽፊ ባሪኽዎ ስለዚ ሕዋተይ ክሳራ እኳ ዘይትኸስር ክነስኻ ኣብ ክርስትና ክሳራ ግን መጀመርታ መጺኡ ደሓር ካሕሳ ይመጽእ እዩ። ስለዚ ድሕሪ ክሳራ ምኽሓስ ከም ዘሎ ፈሊጥካ ኣብቲ ናይ ዘለኣለም ህይወት ቃል ዘለዎ የሱስ ክርስቶስ ክትጸንዕ ከም ዘለካ እዚኣ ናይ ሎማዓንቲ መልእኽተይ እያ ተባረኹለይ።